ሰላም ከመይ ትውዕሉ ክብራት ሰማዕትና ብሃርሜኒ ሚድያ ንሎሚ ሰሉስ ሰለስተ ጥሪ ዝተዳለዉ ሓፀርቲ ዜናታት ሃገራት ኖርዲክ እኖ ፈለማ ቀንዲ ነጥብታቱ ኣብ ስቶክሆልም ክልተ ምፍንጃራት ኣጋጢሙ ቁጽሪ መመልከቲ ፍቓድ ስራሕ ክብረ ወሰን ሒዙ። ኣብ ኖርወይ ዝኽሰት ምዝሕታል ቁጠባ ጽልውኡ ክንድቲ እተፈርሆ ኣይክኸውንን እዩ ተባሂሉ። ቀንዲ ርእስታት ዜና ክትሰምዑ ጸኒሕኩም ክቡራት ሰማዕትና። ናይ እዚኦምን ካልኦትን ዜናታት ዝርዝራት ድሕሪ እዛ ሓጻር መሰጋገሪት ተጸበዩና። ምሳና ጽንሑ። ሎሚ ንግሆ ኣብ ስቶኮልም ኣብ መእተዊ ብሎክ ግርምስታን ኣጋርሞስን ክልተ ምፍንጃራት ከምዘጋጠመ ተገሊጹ። በዚ ምፍንጃር ዝተጎድኦ ሰብ ብዛዕባ ምህላው እተፈልጠ ነገር የለን። እንተኾነ ግና ህንጻ ግሪምስታ ዘይነዓቕ ዕንወት ወሪድዎ ኣሎ። ምስዚ ምፍንጃር ብዝተሓሓዘ ሓሙሽተ ሰባት ኣብ ትሕቲ ቁጽጽር ክኣትዉ እንከለዉ፣ ፖሊስ ነዚ ምፍንጃር ኣብ ዋዜማ ሓድሽ ዓመት ኣብ ቫሊምቢ ምስ ዘጋጠመን ህይወት ዝቐዘፈን ናይ ብረት መጥቃዕቲ ርክብ ኣለዎ እንተኾይኑ ንምምርማር ተዋፊሮም ኣለዉ። ብመሰረት ጸብጻብ ሬድዮ ሽወደን፣ ኣብ ዝሓለፋ ክልተ ዓመታት ኣብ ሽወደን ኣብ ነፍሲ ወከፍ ወርሒ ኣስታት ኣርባዕተ ሽሕ ዝኾኑ ሰባት ፍቓድ ስራሕ ይሓቱ ምንባሮም ተገሊጹ። እዚ ኣሃዝ ካብቲ ዝጸንሐ ብዕጽፊ ዝዛይድ እዩ። ፍርቂ ናይዚ መመልከቲ ስራሕ ልዑል ሞያ ኮይኑ ኣስታት ሰብዓ ሚእታዊት ኩሉ ናይ ስራሕ መመልከቲ ተቐባልነት ከምዝረክብ ሬድዮ ሽወደን ገሊጻ ኣላ። ዝተፈላለየ ባህልታትን ሃገራትን ክርኢ ደልየ። ስድራይ እውን ሕራይ ኢሎምሉ ኣለዉ ክትብል ናብ ሽወደን ዓሚ ዝኣተወት ኣዳላዊት ሶፍትዌር ሳርያና ገሊጻ'ላ። ኣብ ኖርወይ ኣብ ሓድሽ ዓመት ምንቁልቋል ቁጠባ ከጋጥም ከም ዝኽእል፣ እንተኾነ ግና እዚ ዝኽሰት ድሕሪ ሓያል ዕቤት ቁጠባ ብምዃኑ ስምብራቱ ክንድቲ ዘስግእ ከም ዘይኮን ኣብ ባንክ ዲኤምቢ ዋና ክኢላ ስነ-ቁጠባ ሽርስቲ ሆግላንድ ገሊጻ። ኣብ መዓልቲ ሓድሽ ዓመት ኣህጉራዊ ማዕከን ገንዘብ፣ IMF፣ ኣብ ፍርቂ ኣውሮጳዊ ሕብረት ምንቁልቋል ቁጠባ ከጋጥም ከም ዝኽእል መጠንቀቕታ ምውጽኡ ዝፍለጥ እዩ። እዚ ኣብ ሲሶ ዓለምና ዘጋጥም ዘሎ ምዝሕታል ቁጠባ እዩ። ኖርወይ ኣብ ካልእ ክፋል ዓለም ብዝኽሰት ቁጠባዊ ኩነታት ተጸላዊት እያ። ቁጠባ ዓለም እንተሓሚቑ ጽልውኡ ኣብ ኖርወይ እውን ክረኣ ባህርያዊ እዩ። እዚ ድማ ኣብ ኖርወይ ምዝሕታል ቁጠባ እንተተኸስተ ከገርመና የብሉን ክትብል ሸርስቲ ንኣገልግሎት ዜና ኤንቲቢ ሓቢራ ኣላ። ምስ ሃርሜኒ ሜድያ ኢኹም ዘለኹም ክብራት ሰማዕትና። ኣብ መወዳእታ፣ ሩስያ ትሕተ ቅርጽን ሞራልን ህዝቢ ዩክረይን ንምስባር ተወሳኺ ናይ ድሮን መጥቃዕቲ ንምክያድ ውጥን ከምዘለዋ ፕረዚደንት ዩክረይን ቮሎድሚር ዘለንስኪ ገሊጹ። ሩስያ ነዚ መጥቃዕቲ ፍርያት ኢራን ብዝኾና ድሮናት ሻህድ ክተካይዶ ትዳለው ምህላዋ ስለያዊ ሓበሬታ ምርካቡ ዘለንስኪ ወሲኹ ሓቢሩ ኣሎ። ሩስያ በዚ ናይ ድሮን መጥቃዕቲ ኣቢላ ንዩክረይን ንምድቃቕ ወጢና ምህላዋ ዘለንስኪ ኣተሓሳሲቡ ኣሎ። ዩክረይን ኣብ ዞባ ዶንባስ ኣብ ልዕሊ ወታደራት ሩስያ መጥቃዕቲ ብምፍናው ኣማኢት ካብኣቶም ከምዝቐተለት ኣቐዲማ ምግላጻ ዝዝከር እዩ። ብተመሳሳሊ ሩስያ በዚ መጥቃዕቲ ዩክረይን ሱሳን ሰለስተን ወታደራታ ከም እተቐትሉዋ ብዘይተለምደ ኣገባብ ምእማና ተፈሊጡ። ነዚ ግብረ ሽበራዊ መጥቃዕቲ ሩስያ ከነፍሽል ኩሉ ዝከኣለና ክንገብር ኢና ክብል ዘለንስኪ ገሊጹ'ሎ፣ ብመሰረት ጸብጻብ ቢቢሲ። እምበኣር ክቡራት ሰማዕትና ንሎሚ ሰሉስ ሰለስተ ጥሪ ዝበልናዮም ሓጸርቲ ዜናታት በዚ ፈጺምና ኣለና። ምሳና ብምጽናሕኩም እናመስገና በዚ ንሰናበተኩም። ሰላም። ሃርሞኒ መድያ፣ ዕለተ ልደት፣ መርዓ፣ መመረቕታን ካልኦት ኣገደስቲ ዝኾኑ ናይ ፈተውትኹምን መቕርብትኹምን ምድላዋት ናይ እንቋዕ ሓጎሰኩምን እንቋዕ ኣብቅዓኩምን መልእኽትታት ንምምሕልላፍ ዘኽእለኩም መደብ ጀሚርና ከም ዘለና በዚ ኣጋጣሚ እዚ ንኹሉኹም ተኸታተልቲ ሃርሞኒ ሜድያ ንሕብር። ንኹሉኹም ፈተውትኹምን መቕረብትኹምን እንቋዕ ኣብቅዓኩም ንምባል ኣብ ትደልዩሉ እዋን ሃርሞኒ ሜድያ ዕድል ከፊትልኩም ስለ ዘሎ ተጠቀምሉ።